ሰላም ተዓዘብቲ ናይዚ ቻነል ከመይ ትኾኑ ኣለኹም ተስፋ ገብር ኩልኹም ኣብ ዘለኹሞ ሰላም ትኮኑ ሎም መዓንቲ ከዓኒ ሕፅር ዝበለት ቪድዮ ሒዘልኩም መፅ ኣለኹ ንሱ ከዓኒ መብዛሕትኡ ሰብ ዝዛረቡ መብዛሕትኡ ሰብ ይሓተኒ እዩ ኣፍና ክጮኑ ከሎ ብዝኾነ ምክንያት ክኸውን ይኽእል ጨና ክኸውን ከሎ ስኒ ከመይ ጌርና ጠጠው ከነብሎ ንኽእል እንታይ እዩ ከቲ መበገሲኡ ዝብል ንእሽተይ ቪድዮ ብዚኣ ክንሰርሕ ኢና ምናልባት ግና ሓደሽ ተኸታተልቲ ናይዚ ስኒ ቻነል እንተርኣ ኮይንኩም ሳብስክራይብ ግበሩሞ መታን ሓድሽ ቪድዮ ክመፅእ ከሎ ኖቲፊኬሽን ክመፅኣኩም እንኮላይ ከዓ እዚ ናይ ስኒ ቻነል ጠቓሚ ኢልኩም ትሓስቡ እንተኮይንኩም ምስ ካልእ ሰባት ሼር ክትገብርዎ ትኽእሉ ኢኹም። ኣነ እንዳ ስኒ ድሰርሕ ብተኻል መጠን ሓፀርቲ ቪድዮታት ከምዚ ናይ ስኒ ገብረ መታ ንኩላህና ትምህርቲ ኾነና ሕጂ ኩላህና ንስከፍ ኢና መን ኣሎ ደይስከፍ ብዛዕባ ናይ ኣፍ ናይ ጨና ክኸውን ከሎ ሕጂ ብዝኾነ ምክንያት ክኸውን ይኽእል ወይ ብራሽ ዲና ደይ ንገብሮ ወይ ፍላስ ዲና ወይ እንዳ ሕክምና ደይ ንኸይድ ወይ ከዓ ብተፈጥሮዊ ዘሎ ነገራት ዶ ክኸውን ይኽእል ንብል ንኽእል ኢና ሽታ ክገብር ከሎ ምኽንያቱ ኣፍና ክጨኑ ከሎ የሰክፈና እዩ ምኽንያቱ ምስ ሰባት ክንእከብ ከለና ዲና ወይ ትምህርቲ ክንከይድ ከለና ወይ ስራሕ ክንከይድ ከለና ኣብ ዝኾነ ናብራና ክነካይድ ከለና ስኒ ኣፍ ክጨኑ ከሎ ብጣዕሚ የሰክፈና እዩ እሞ ብዛዕባ ኣፍ ደይስከፍስ ናይ ጨና የለን የለኹን ኣነ እንተይሉ ሰብ ሓሳብ ክብል ይኽእል ማለት እዩ ምኽንያቱ ኣፍና ኣዝዩ ኣዝዩ ኣገዳሲ እዩ ፅቡቅ ንክጨኑ ማለት እዩ ምክንያቱ ምስ ሰብ ክንቀርብ ከሎና መታን ስክፍታ ከየብለና ማለት እዩ ሕጂ ናይ ምጭናቅ ጥራሕ ዘይኮነ ስኒ ሕክምናዎም ክኸውን ሕክምና ማለት ናይ ውሽጣዊ ከዓ ነገራት መታን ከይህሉ ካልእ ሳዕቤን ከየብለና ማለት እዩ ንምንታይ እዩ እዚ ጨና ዝመፅእ ዘሎ ብምንታይ ከጠጦ ከብሎ ይኽእል እንታይ እዩ ሽግሩ ካልእ ፈውስታት ከሎ ድዩ ንድብል ቪድዮ ኣብዚኣ ቁርብተይ ክንዛረብ ኢና ክሳዕ መወዳእታ ምሳይ ፅንሑ ሕጂ እቲ መበገሲ ኩሉ ግዜ ከምቲ ዝብሎ ኣነ መበገሲኡ እንታይ እዩ ሕጂ ብናይ ስኒ ስለ ዝዛረብ ዘለኹ እቲ ቀንዲ ኩሉ ግዜ ኣነ ዝብሎ እንታይ እዩ ኣፍና ንርእሴና ክንሓትት ንኽእል ማለት እዩ ኣፍና ስኒ ጽቡቅ ገይረስ ኣፈይስ ብራሽ ገብሮ ዶ ኣለኹ ፍላስ ዶ ገብሮ ኣለኹ እንዳ ሓኪም ብስነ ስርዓት ኣብዚ ክሓምም ከለኹ ጥራሕ ምኻድ ዘይኮነ ስኒ እንዳ ሓኪም ብስነ ስርዓት ስኒ ኣብ ዓመት ሓደ ሓደ ግዜ ወይ ኣብ ዓመት ክልተ ግዜ ይኸይድ ዶ ኣለኹ ኢልና ክንሓትት ንኽእል ማለት እዩ። ካብኡ ሓሊፉ ከኣ ዝተበልዐ ስኒ ከ ኣለና ድዩ ኣብቲ ውሽጢ? ሕጂ ንምንታይ እዩ እዚታት ከምኡ ከም ዝብል ዘለኹ ኣብ መወዳእታ ካልኣይቲ ቪድዮ ክንርኣ ኢና። ሕጂ ክንሪኦ ከለና እንተድኣ ብራሽ ንገብር ጽቡቅ እንተድኣ ኮይና ፍላስ እንተድኣ ንገብር ኮይና እንዳ ሕክምና ብስነ ስርዓት ከኣ ንኸይድ እንተድኣ ኮይና እዚታት ኩሉ ጌርና ኣፍና ጹይ ኢሉ ጨኑ እንተድኣ ኮይኑ ካልእ ነገራት ከይህሉ ምስቲ ናይ ሕክ ናይ ሓኪም ሜዲካል ዶክተር ምስኡ ኢሂን ምሂን ክንብል ዝሓሸ ማለት እዩ ዳያቤቲክ እንተ ዲና ኮይና ወይ ካልእ ነገራት ሽግር ኣለና ድዩ ንሱ ምስቲ ሓኪም ናይ ሜዲካል ክንዘራረብ ማለት እዩ ኣብ ናይ ስኒ ክንሪኦ ከለና ግን እቲ ቀንዲ ኩሉ ግዜ መንቀሊኡ ስንና ጽቡቕ ጌርና ብስነስርዓት ደይሓዝናዮ ክኸውን እዩ ማለት እዩ። ንሱ እንታይ እዩ? ኣብ ኣብ መዓልቲ ክልተ ግዜ ብራሽ ክልተ ግዜ ፍሏስ ንብሎ ማለት እዩ። እንኮ ካብኡ ሓሊፉ ከኣኒ እንዳ ሕክምና ኣብ ዓመት ክልተ ግዜ ወይ ሓደ ሓደ ግዜ ምኻድ ማለት እዩ። ሕጂ ክንሓምም ከሎና ጥራሕ ምኻድ ደይኮነ ብስነስርዓት ኣብ ዓመት ዓመት ከኬድና እቲ ንሕና ከነርክቦ ዘይንኽእል ቦታ ንሶም ክሓጽቡልና ማለት እዩ። ምክንያቱ ብራሽና እቲ ንሕና ከነርክቦ ዘይንኽእል ቦታ ክኣቱ ክሓጽበልና ኣይክእልን እዩ። ካብኡ ሓሊፉ ከኣ ዝተበልዐ ስኒ ዝተበልዐ ስኒ ማለት ዝሓመመ ስኒ ነገራት እንተሎ ክምላእ ኣለዎ ማለት እዩ። ሕጂ ንምንታይ እየ ኣብዛ ናይ ምብላዕ ስኒ ክንርኣ ኢና ዝተበልዐ ስኒ እንተ ነገር ኣሎ ጋህ ኢሉ ኣሎ ማለት እዩ። ጋህ እንተ ኣሎ ዝኾነ ርስሓት ይኣትዎ ኣሎ ሕጂ እቲ ጨና ካብኡ መጽእ ኣሎ ማለት እዩ። እንተ ጽቡቅ ጌርና ብራሽን ፍሎስን ዘይንገብሮ እንተ ኮይና ከኣ ሕሰብዎ። ዝበላዕናዮ ድሰተናዮ ኣብኡ ኮፍ ክብል እዩ ማለት እዩ። ኣብኡ ኮፍ ምስ በለ ከኣ እቲ ባክተርያ እቲ ኢንፌክሽን ድገበረ ሽታ ገብራሉ ጨንሎ ማለት እዩ። ስለዚ እዚ እታ ብከምኡ ኢና ንሕና ብራሽ ግበሩ ፍሎስ ግበሩ እንዳ ሓኪም ኪዱ ንብል ማለት እዩ። ካብኣ ሓሊፋ ከኣ መልሓስ ብዛዕባ መልሓስ ዝሰራሕክዎ ቪድዮ ኣሎ። መልሓስና እታ ኣዝያ ኣዝያ ኣገዳሲት ማለት እዩ ብራሽን ፍሎስን ምስ ገበርና እታ መልሓስና ከኣ ክንሓጽባ ብራሽ ክንገብራ ኣለና ማለት እዩ። ከመይ ጌርካ ኣጠቓቕምኦም ኣብ ቪድዮ ኣሎ ንዕኦም ክትርእይዎ ትኽእሉ ኢኹም ማለት እዩ ምክንያቱ ክንበልዕ ክንሰቲ ዝኾነ ነገር ኣብ ኣፍና ደእተና ኣሎ ደእተናዮ ኣብ መልሓስና ኮላ እዩ ኮፍ ድብል ደሎ ማለት እዩ እንተ መልሓስና ደይፅረናያ እዩ እንተ ብራሽን ፍሏስን ጥራሕ ስንና እንተ ጌርናዮ መልሓስና ምንም ነገር ደይፅረናያ እንተ ኮይነ ኣብኡ ኮፍ ኢሉ ዘሎ ነገራት ሽታ ከምፅእ ይኽእል እዩ የምፅእ እዩ ማለት እዩ ስለዚ ብተኻእለና መጠን ስንና ብራሽን ፍሏስን ምስ ወዳእና እታ መልሓስና ከነፅርያ ከዓ ኣዝዮ ኣዝዩ ኣገዳሲ ማለት እዩ ሕጂ እቲ ገሊኡ ሰብ ኣሎ ድዛረብ ማለት እዩ እሞ ዋላ ካልእ ነገራት እዚ ኩሉታት እንዳገበርኩ ካልእ ነገራት ከ እንታይ ፈውሲ ኣሎ ሕጂ ብዛዕባ ፈውሲ ማለት እዩ ናይዚ ጠንቂ ናይዚ ደምፆ ዘሎ ጨናሲ ፈውሲ እንታይ እዩ ክንሪኦ ኢና ሕጂ እቲ ፈውሲ ኣነ ኩሉ ግዜ ብዚኣ ቀሊል እዩ ናይ ስኒ ፅቡቅ ጌርና ክንሕዞ እዚ ከም ዝተጠቀሙ እዚ ከም ዝተጠቀሙ ክንብል ብዙሕ ኣየብልኒ ማለት እዩ እታ ቀንዲ ቀላል ኩላና ክንገብራ ንኽእል እንታይ እያ ፍራሽ ፍራስ እንዳ ሓኪም ምኻድ እንዳ ስኒ ካብኡ ሓሊፉ ግን እታ ፈውሲ ኢልና እንሓስባ ከኣ እንታይ እያ ማይ ምስታይ ብተኻእለና ብተኻእለና ፈውሲ እዚኣ እያ በቃ እዚኣ ክብል ከለኹ ሕጂ ዝኾነ ነገር ሰቲና ሻሂ ዲና ወይ ቡን ዲና ሰቲና ወይ ዝኾነ ነገር ምግቢ ምስ በልዓና ኣብ ጥቓና ብራሽን ፍላስን ዘይርከቦ ነገራት ግዜ እንተኾይኑ ኣብ ትምህርቲ ክንከውን ንኽእል ኣብ ስራሕ ክንከውን ንኽእል ማይ ምሳና ይሃሉ። ማይ ክንሰቲ ከሎና እቲ ዝበልዓናዮ ድሰተናዮ ሓጺ ክሓጽቦ እዩ ማለት እዩ። ካብኣ ሓሊፋ ከኣ ማስቲካ ማለት እዩ። ማስቲካ ከኣ ምሕኛ ማስቲካ ሕጂ ዝኾነ ማስቲካ ማለተይ ኣይኮነን ኣብ ገሊኡ ማስቲካ ኣሎ ሕጂ ክትርእይዎ ከለዎም ADA approved ማለት እዩ። ኣነ ኩሉ ግዜ ከምጽእ ከለኹ ቪድዮ ብናይ ሕክምና ስኒ ተጸኒዑስ እዚ ጽቡቕ ዝበልዎ ማለት እዩ ምሽ ሕጂ ከምኡ ማለት እዩ። ኣብቲ ናይ ማስቲካ ተሪኢኹሞ ኣብ ናይ ኣሜሪካ ስለ ዘለኹ ሕጂ ADA approved ድብል ነገራት ክትረኽቡ ኢኹም። ካብኡ ሓሊፉ ከኣ ሹገር ዘይብሉ ሽኮር ሽኮርሲ ዘይብሉ ክህሉ ዝሓሸ ማለት እዩ ሽኮር ተሎ ምክንያቱ ኣይንደልን ኢና ሽኮር ኣብኡ ከኣ ማለት እዩ ስለዚ እታ ማስቲካ ትሕኝኹ ብጣዕሚ ጽቡቅ እዩ ጥራሕ ሽኮር ዘይብሉ ሹገር ለስ ሹገር ፍሪ ይብልዎ ማለት እዩ ሕጂ እንታይ ኣላይነት ናይቲ ማስቲካ ቀንዲ ክንሪኦ ኢና ኣብዚ ሕጂ ማስቲካ ካልእ መዓልቲ ቪድዮ ክሰርሓልኩም እየ ንስኒ ኣዝዩ ኣገዳሲ ምዃኑ ማለት እዩ ኣብዚኣ ናይ ሽታ ከዓ ኣጸቢያ ኣገዳሲት እያ ምክንያቱ እቲ ማስቲካ ክንሕኘኽ ኮለና እቲ ኣፍና ክነቅጽ የብሉን ኣፍና እንተነቂጹ እዩ ጨና ሞር ዘምጽእ ዘሎ ኣጸቢቑ ጨና ዝገብር ዘሎ ማለት እዩ ኣፍና ብተኻእሎ መጠን ጥፍጣፍ ክህልዎ ንደሊ ማለት እዩ ሞይስ ትብልዎ ሳላይቫ እብልዎ ሞይስ ተኮይኑ ከምዚ ጥፍጣፍ ብዙሕ እንተለዎ ጽቡቅ እዩ እቲ ጨና እቲ ባክቴሪያኡ ከብል ኣይክእልን እዩ ናብ ጨና ከብለልና ስለዘይክእል እንተደኣ ሱቕ ኢልና ማስቲካ ንሕኘኽ እንተደኣ ኮይና ሞር እቲ ኣዝዩ ከዓኒ ጥፍጣፍ ክመፅ እዩ ማለት እዩ ነቲ ጨና ከዓኒ ፅቡቕ ኣይክህሎልናን እዩ ማለት ስለዚ እቲ ማስቲካ እቲ ክንበልዕ ከለና እቲ ኣብኡ እቲ ርፍራፍ ዘሎም ከውፃልና ክእል እዩ ሞፃ ክብል ከሎ ክንሕኘ ከለና ማለት እዩ ካብኡ ሓሊፉ ከዓኒ እንኮላይ ከዓኒ ነቲ ጥፍጣፍ ከዓ ንክመፅእ ማለት እዩ መጂድ ሙሉ መዓልቲ ሓኝኽዎ ገለ ደይኮነ መታን እቲ ግርጻን ናብ ከየብለና ብተኻእለ ንኣሽቱ ምንት ሰከንድ እንተሓኝኽናዮም ጽቡቕ ሓደ ነቲ ፍሌቨር ንረኽቦ ፍሌቨር ማለት ነቲ ጨና ናይ ወይ ናይ ኣራንሺ ድዩ ወይ ናይ ኣፕል ድዩ ናይ ማስቲካ ማለት እዩ እሱ መታን ክንረኽቦ ካብኡ ሓሊፉ ከዓኒ ነቲ ኣፍና ከዓ ደሞር ክሕኘኽ ከሎ ከዓኒ እቲ ጥፍጣፍ መታን ክህልወና ማለት ስለዚ ማይን ማስቲካን ኣዝየን ኣገደስቲ ማለት እየን ሕጂ ገሊኡ ሰብ ኣሎ ዝብል እሞ መጎጽጎጺ ከምዚ ዓይነት ትጥቀም እየ መታን ነቲ ሽታ ሕጂ ብዛዕባ መጎጽጎጽ ካል መዓልትን ቪድዮ ክሰርሓልኩም እየ እዚ ናይ ሱሽ መግበሪ ማለት እዩ እዚ ናይ ባክቴርያ ክቐትለለይ እሞ ጨና መግበሪ ክንጥቀሙ ትኽእሉ ኢኹም ግን ኣልኮሆል ዘይብሉ እንተኾነ ከዓ እቲ ዝሓሸ ማለት እዩ መታን ንኣፍና ከዓኒ ጥዑያት ዘለውና ናይ ባክቴርያ ዝከላኸሉልና ንዕኦም መታን ከይቀትል ማለት እዩ ስለዚ ብኡ ጌርኩም ኣፍኩም ተደኣ ተጎጽጉጽኩም ምንም ሽግር የብሉን ጥራሕ ክትገዝእዎ ከለኹም ኣልኮል ፍሪ እንተኾነ ዝሓሸ ማለት እዩ ኣብ ካል መዓልቲ ቪድዮ ካብ ዛዕባ ክሰርሕ እየ ቁሩብ ብዛዕባ ከኣ ክንገልጽ ኢና ማለት እዩ ሕጂ ገሊኡ ሰብ ኣሎ እንዳ ሓኪም ኣይከየን'የ ኣነ፣ እንዳ ሓኪም ስለ ዘይከይድ እዚ ናይ ጨና ግን ባዕለይ ክፍውሶ ይደሊ ይደሊ'የ ድብል ማለት እዩ። ኣነ ብተኻእለኒ ብተኻእለኒ ኩሉ ግዜ ብዚኣ ንሰባት እንታይ ይብል እንዳ ሓኪም ክንከይድ ክንክእል እንተኺኢልና ዝበለጸ ማለት እዩ። ምኽንያቱ መን እፈልጥ ብራሽ ተጌርና ፍሏስ ተጌርና ማስቲካ ማይ እንተ ንብል ኣለና ካልእ ነገራት ከይህሉ ብውሽጢ ዝሰርሕ ደሎ ነገራት ክምላእ ዝግብኦ ነገራት ክህልወና ክእል ወይ እቲ ናይ ግርፃን ሕማም ከዓ ገይርልና ካይከውን ስለዚ ብተኻለን መጠን ኣብ ዓመት ክልተ ግዜ ሓደ ግዜ ክንከይድ ኮለና ዝኾነ ዝተበላሸወ ነገር ክሪኡልና ማለት እዩ ምክንያቱ እቲ ጨና ኩሉ ግዜ ብርስሓት እዩ ዝብገስ ስለዚ ብርስሓት መታን ከይነብል ተንዳ ሕክምና ከይና ከዓኒ ናይ ጨና ከዓ ክንሓትት ማለት እዩ ዋላ እዚ ኩሉ ገይርኩም ዋላ ፅቡቅ ፅሩይ ኮሎ ስኒ ካልእ ነገራትም ጠንቂ መታን ከይህሉ ከዓ መታን ግዜ ክንረክብ ምስቲ ሓኪም ይህን ምሂን ከዓ ክንብል ይጠቅመና ኣሎ ማለት እዩ ስለዚ እታ ፈውሲ እንታይ እያ? እታ ቀንዲ ብራሽን ፍሎስን እንዳ ሓኪምን ኣብ ዓመት ሓደ ግዜ ወይ ክልተ ግዜ ምኻድ፣ ማይ ምስታይ ወይ ከኣ እታ ናይ ማስቲካ ዝበልክኹም ማስቲካ ከኣ ምሕኛኽ ማለት እዩ። ዋላ ዝኾነ ካረሜላ ወይ ዝኾነ ነገር ክብለኩም ይኽእል እየ ግን ሽኮራት መታን ከይህልዎ ማለት እዩ። እቲ ማስቲካ ምሕኛኽን እንኮላይ ከኣ እታ ማይን ኣዝየን ኣዝየን ኣገደስቲ ማለት እየን። እሞ እዚኣ እያ ትመስል ነይራ ናይ ቪድዮ ካልእ ዝሰራሕክዎ ኣላ ናይ ጨና ናይ ኣፍ ንዓኣም ክትርእይዋ ትኽእሉ ኢኹም። ምናልባት ምስዚኣ ከኣኒ እቲ ኣብ ሞር ኢንፎ ምህልዋ ክእል እዩ። ካልእ መዓልቲ ብዛዕብኦም ዝኾነ ነገር ለውጢ እንተሎም ብዛዕብኦም ቪድዮ ሒዘ ክመጽእ ክእል እየ። ኣ ኩሉ ግዜ ከምቲ ዝብሎ ግን ምሳኹም ንዘሎ ሓኪም ኣብቲ ዓዲ እትነብርዎ ሓኪም ናይ ስኒ ኢህንሚ እንተበልኩኻ ኩሉ ግዜ ከኣ እተመረጸ ማለት እዩ። የቐኔለይ ኣሕዋተይ ዝኾነ ካልእ ቪድዮ ክሰርሓልኩም ትደልዮም ኣብ ታሕቲ ክትገብሩለይ ትኽእሉ ኢኹም። የቐኔለይ።